ጀነራል ዓብደልፋታሕ ኣልቡርሃንን ዝመርሖ ልኡኹን ኣብ ኣህጉራዊ መዕርፎ ነፈርቲ ኣስመራ ምስ በጽሑ፣ ፕረዚደንት ኢሳያስ ኣፈወርቂ ንኸብርቶ ዑደት ኣብ ዝተዳለወ ቀይሕ ምንጻፍ ብምርካብ ድሙቕ ኣቀባብላ ገይሮምሎም። ኣብቲ ስነ-ስርዓት ኣቀባብላ፣ ላዕለዎት ሰበ-ስልጣን መንግስትን ወተሃደራዊ መራሕቲ ኤርትራን ተረኺቦም ነይሮም። ድሕሪ'ቲ ናይ ኣቀባብላ ስነ-ስርዓት፣ ክልቲኦም መራሕቲ ኣብ ቤተ መንግስቲ ኣስመራ ኣብ ዝገበርዎ ናይ ብሕቲ ርክብ፣ ኣብ ህዝባውን መንግስታውን ዝምድናታት ክልቲኤን ሃገራት፣ ከምኡ እውን ኣብ ህሉ ኩነታት ሱዳን ዘተኮረ ሰፊሕ ዘተ ኣካይዶም። ጀነራል ኣልቡርሃን ኣብ ሱዳን ተፈጢሩ ዘሎ ጸጥታውን ፖለቲካውን ብድሆታት ብፍላይ ድማ ብዛዕባ ኣብታ ሃገር ዝካየድ ዘሎ ውግእን መንግስቱ ሰላም ንምስፋን ዝወስዶም ዘሎ ስጉምትታትን ንፕሬዝደንት ኢሳያስ መብርሂ ሂቦም። ብተወሳኺ ጀነራል ኣልቡርሃን ኤርትራ ኣብ ጉዳይ ሱዳን ንተንጸባርቖ ዘይሻራውነትን ንሉኣላውነት ሱዳን ንተካይዶ ዘላ ደገፍን ዘለዎ ናእዳ ገሊጹ። ፕሬዝደንት ኢሳያስ ብወገኖም ኤርትራ ወትሩ ምስ ህዝቢ ሱዳን ከም ከምዝስለፍ ብምግላጽ፣ ጸገማት ሱዳን ብዘይ ዝኾነ ናይ ወጻኢ ኢድኣታውነት ብባዕሎም ብሱዳናውያን ክፍታሕ ከምዘለዎ ደጊሞም ኣስሚሮምሉ። ሰላምን ምርግጋእን ሱዳን ንመላእ ዞባ ቀርኒ ኣፍሪቃ ወሳኒ ምዃኑ ዝገለጹ ፕሬዝደንት ኢሳያስ፣ ክልቲኤን ሃገራት ንሰላም ዞባናን ቀይሕ ባሕርን ንምውሓስ ብሓባር ክሰርሓ ከምዘለወን ኣተሓሳሲቦም። እዚ ናይ ሎሚ ዑደት ጀነራል ኣልቡርሃን ናብ ኣስመራ፣ ኣብ ዝሓለፈ እዋን ኣብ መንጎ ክልቲኤን ሃገራት ክካየድ ዝጸንሐ ተኸታታሊ ናይ ዲፕሎማሲ ርክባት ኣካል እዩ። ሱዳን ኣብ ከቢድ ውሽጣዊ ቅልውላው ኣብ ዘላቶ እዋን፣ ኣስመራ ሓንቲ ካብተን ልኣላውነት ሱዳን ብምኽባር ንሰለማዊ ፍታሕ ዝጽውዓ ዘለዋ ኣገደስቲ ርእሰ ከተማታት ዞባና ምዃና ተዓዘብቲ ይገልጹ። ጀነራል ዓብደልፋታሕ ኣልቡርሃን ንዝተገበረሉ ናይ ክልተ ሃገራት ናይ ምትሕብባር ዘተ ኣመስጊኑ፣ ናይ ሓጺር እዋን ዑደቱ ብምዝዛም ሎሚ ናብ ሃገሩ ተመሊሱ ኣሎ። ኣብ ወሽመጥ ዓደን ኣብ ዝርከብ ገማግም የመን ሓንቲ ታንከር ከምጨወዩ ትካል ድሕነት ማሪታይም ዓባይ ብርጣንያን ሰበ ስልጣን ጸጥታ ሶማልን ኣፍሊጦም። እዚ ፍጻመ እዚ እቲ ንዓመታት ሃዲኡ ዝጸንሐ ዞባ ዳግም ናብ ስግኣት ሸፋቱ ባሕሪ ይምለስ ከምዘሎ ዘምልክት ተወሳኺ ምልክት ኮይኑ ኣሎ። እቲ ትካል እታ መርከብ ናብ ምብራቕ ትጓዓዝ ኣብ ዝነበረትሉ እዋን ፍቓድ ዘይብሎም ዕጡቓት ውልቀሰባት ከምዝደየብዋን ካልኦት መራኽብ ድማ ብጥንቃቐ ክጓዓዛ ከምዝተመኸራን ሓቢሩ። ካብቲ ርእሰ ምምሕዳር ፑንቱላንድ ዝኾነ ሰበ ስልጣን ጸጥታ እቶም መጥቃዕቲ ዝፈጸሙ ሶማላውያን ምዃኖም ኣረጋጊጾም ኣለዉ። ሰለስተ ሰበ ስልጣን ጸጥታ ፑንቱላንድ ንሲኤንኤን ከም ዝሓበርዎ፣ እታ ዝሓለፈ ዓርቢ ዝተጨወየት መርከብ ኤምቲ ኣስታና ዝተሰመየት ታንከር እያ። እታ ባንዴራ ታንዛንያ ዘንበልበለት መርከብ፣ ካብ ወደብ ጋርዓድ ፑንቱላንድ ዝተበገሱ ሸውዓተ ዕጡቓት ካብ ገማግም የመን ኣስታት ሚእትን ዒስራን ኪሎሜትር ወይ ስሳን ሓሙሽተን ናውቲ ካል ማየር ርሒቓ ከላ እዩ እቲ ጭውያ ተፈጺምዋ። እዚ ፍጻመ እዚ ድሕሪ ተው ግንበት ኣብ ጥቓ ወደብ ቃና ዝተፈጸመ ጭውያ መርከብ ኤምቲ ዩሬካ ኣብ ገማግም የመን ዝተፈጸመ ካልኣይ ጭውያ መርከብ እዩ። ቅድሚ ሰለስተ ዓመት ብሰንኪ ዝተፈላለያ ሃገራዊ ሓይልታት ባሕሪ ዝገበርዎ ናይ ሓባር ስርሒት እዚ ከባቢ እዚ ካብ ጭውያታት ዳርጋ ናጻ ኮይኑ ነይሩ እዩ። ይኹን እምበር ካብ መወዳእታ ክልተ ሽሕን ዕስራን ሰለስተን ጀሚሩ እቲ ስግኣት ብናህሪ ናብቲ ቅድም ዝነበሮ ይምለስ ከምዘሎ መጠንቀቕታታት ይቐርብ ኣሎ። ተንተንቲ ማሪታይም ከምዝሕብርዎ እዚ ዳግመ ምልዓል ሸፋቱ ባሕሪ ሶማል ምስቲ ኣብ ቀይሕ ባሕሪ ብሰንኪ ዕጡቓት ሑቲ የመን ዝተፈጠረ ዘይርግኣ ዝተኣሳሰረ'ዩ። ዓለምለኻዊ ሓይልታት ባሕሪ ቆላሕታኦም ናብቲ ብሑቲ ዝፍጸም መጥቃዕቲ ድሮናትን ሚሳኤላትን ኣብ ዝገበረሉ እዋን፣ ሸፋቱ ባሕሪ ሶማል ነቲ ዝተፈጠረ ሃጓፍ ጸጥታ ተጠቒሞም ስርሒታቶም የካይዱ ኣለዉ። ብተወሳኺ እቶም ሸፋቱ ዝጨወዩ ንኣሽቱ መራኽብ፣ ከመዶ መርከብ፣ ብምጥቃም ካብ ገማግም ባሕሪ ኣማኢት ኪሎሜትራት ርሒቖም ክስካብ ህንዳዊ ውቅያኖስ መጥቃዕቲ ክፍጽሙ የኽእሎም ኣሎ። ገሊኦም ጸብጻባት ከም ዝሕብርዎ፣ ኣብ መንጎ ሸፋቱ ባሕሪ ሶማልን ዕጡቓት ሑቲን ሓበሬታ ናይ ምልውዋጥን ቴክኒካዊ ደገፍ ናይ ምርካብን ጥምረት ይፍጠር ከም ዘሎ ስግኣት ኣሎ። እዚ እናገደደ ዝኸይድ ዘሎ ጨውያ መራኽብ ድማ ኣብ ልዕሊ ዓለምለኻዊ ንግዲ ጸቕጢ ፈጢሩ ይርከብ። ብሰንኪ እዚ ስግኣት እዚ፣ ናይ መድሕን ዋጋ መራኽብ ይውስኽ ከም ዘሎን፣ መራኽብ ድማ ካብቲ ዝሓጸረ መንገዲ ወሽመጥ ዓደን ወጺኤን ነዊሕ ጉዕዞ ክመርጻ ይግደዳ ኣለዋ። ኣብዚ እዋንዚ ሓይሊ ባሕሪ ኤውሮፓ ነቲ ኩነታት ንምቁጽጻር ይንቀሳቐስ እኳ እንተሃለወ፣ እቲ ሰፊሕ ገማግም ባሕሪ ሶማልን የመንን ግን ንሸፋቱ ባሕሪ ምቹው ኮይኑ ይቕጽል ኣሎ። ንስርዓት ብልፅግናን ምክልኻል ናይታ ሃገርን ዘሰናብዱ ዜናታት ኣብ ዶባት ኢትዮጵያን ሱዳንን ተፈፂሙ ይርከብ ኣሎ። እዚ ተፈፂሙ ዝርከብ ዘሎ ከምዚ ዓይነት ወታደራዊ ስርሒታት ንኢትዮጵያን ሱዳንን ዘራኽብ ዝዓበየ ድልድል ቢንቶ ናይ ኩርሙክ ሙሉእ ብሙሉእ ዓንዩ ካብ ስራሕ ወፃኢ ኮይኑ ይርከብ። ብልፅግናን ተቓወምቲ ሓይልታት RSF በዚ መንገድን በዚ ድልድልን ተጠቒሙ ናብ ሱዳን ዕጥቅን ኣፅዋርን ከመሓላልፍ ፀኒሑ እዩ። ከምዝፍለጥ ሰራዊት መንግስቲ ሱዳን ሓያል ዝኾነ መጥቃዕትታት ወሲዱ ንኩርሙክ ኣብ ትሕቲ ቁፅፅር ብምእታው ክስካብ ደቡብ ኢትዮጵያ ንዘሎ ከባብታት ተቖፃፂሩ ይርከብ ኣሎ። እዚ ተኻይዱ ዝርከብ ዘሎ ከምዚ ዓይነት ወታደራዊ ስርሒታት ሰራዊት መንግስቲ ሱዳን ከምዝፈፀሞ ኣብ ምዕናው ናይ ዝቢንቶ ኣርሚ ሰብዓ ናይ ክልል ትግራይ ተሳቲፎም ዝብል ካልእ ሓበሬታ እውን ብወገን መራኸቢታት ናይ ኢትዮጵያ ይወፅእ ኣሎ። በዚ ኮይኑ በቲ እቲ ዋና ቁምነገር ንተቓወምቲ ሓይልታት RSF መሰጋገሪ ዝነበረ ቢንቶ ምስባሩን፣ ካብ ስራሕ ወፃኢ ምዃኑን ንሰራዊትን ህዝብን መንግስቲ ሱዳን ዓበይቲ ዓወታት ክኾኑ እንከለዉ ንኢትዮጵያን ስርዓት ብልፅግናን ከዓ ዓብዪ ፅፍዒት እዩ። ብልፅግና ኣብ ዶባት ምስ ዘሎ ኩነታት ኣብ ትሕቲ ፀቕጢ ንምእታው ኣብ ቤንሻንጉል ጉሙዝ ወታደራዊ መዓስከራት ብምድኳን ንተቓወምቲ ሓይልታት RSF ዘድሊ ዕጥቅን ኣፅዋርን በዚ መንገዲ ብምሕላፍ ናብ ውሽጢ መሬት ሱዳን መጥቃዕቲ ንምፍፃም ብምፍጻም ድማ ከበድቲ ዕጥቂ ነጽዋር ንምስጋር ዝጥቀምሉ ዝነበሩ መስመራት ቢንቶ ምስባሩ ዓብይ መርድእ ብዓውዪ ከኣ ንኢትዮጵያን ሕቡራት ኢማራት ዓረብን ዓበይቲ ጽፍዒታት እዮም። ኲናትን ኩነታትን ናይ ሱዳን ንሰራዊትን ህዝብን ናይታ ሃገር ብዘርብሕ መንገዲ ይቕጽል ኣሎ። ኣብ ኣዲስ ኣበባ ሰፊሕ ሰልፊ ይካየድ ኣሎ። ሎሚ ኣብ ኣዲስ ኣበባ ውግእ ይኣክል ዝብል ሰፊሕ ሰለማዊ ሰልፊ ኣብ ዝካየደሉ ዘሎ እዋን ህወሓትን ካልኦት ፖለቲካዊ ሓይልታትን ድማ ኣብ ውሽጢ እታ ከተማ ዝተዋደደ ናይ መጠንቀቕታ ስጉምቲ ይወስዱ ከምዘለዉ ተገሊፁ። እቲ ብህወሓትን ካልኦት ተቓወምቲ ሓይልታትን ከም ኦነግ ሸኔ፣ ፋኖ፣ ጋምቤላን ካልኦትን ዝውሰድ ዘሎ ስጉምቲ ብትግርኛን ብኣምሓርኛን ዝተፅሓፉ ብርክት ዝበሉ ወረቓቕቲ ድማ ኣብ ዝተፈላለዩ ዞባታት ኣዲስ ኣበባ ብምብታን እዩ ዝካየድ ዘሎ። እቶም ወረቓቕቲ ናይ ከተማ ምንቅስቓስ ቃልሲ ተጀሚሩ ኣሎ ዝብል ፅኑዕ መልእኽቲ ዝሓዙ ኮይኖም ኣብ ልዕሊ ተብ ስልጣን ዘሎ መንግስቲ ጽኑዕ መጠንቀቕታ ዘመሓላልፉ እዮም። እቶም ወረቓቕቲ ኣብ ጎደናታት ኣዲስ ኣበባ ተዘርጊሖም ዝተረኸቡ ኾይኖም፣ እቲ ቃልሲ ካብ በረኻታት ናብ ከተማታት ከምዝሰገረን ህዝቢ ንቓልሲ ክዳሎ ንጽውዖ ምዃኖም ተሓቢሩ።
ሰላማ ደቂ ዓበይቲ ሎማዓንቲ ህዝቢ ትግራይ ኣመልኪቱ ናብ ሰልፊ ዝወፃናሉ ምኽንያት ብርጌድ ንሓመዱ ኣሕዋትና ኣብዚ ምሳና ኣብ መስቀል ኣደባባይ ኣብ ኣዲስ ኣበባ ተረኺቦም ኣለዉ ትቲ ሓቀኛ ፅምዶ ኣውዚ እዩ እኔ ምስ ብርጌድ ንሓመዱ ተቃለስቲ እዩ ንሕና ሓቀኛ ፅምዶ ዘለና እዚ እዩ ንህዝቢ ትግራይ ዝጠቅም ንህዝቢ ኤርትራ ዝጠቅም ንህዝቢ ኢትዮጵያ ብሙሉእ ንሃገርና ዝጠቅም እዚ እዩ ኩሮም ሓውና እውን ዘመሓላልፎ መልእኽቲ ኣሎ ናብኡ ከብለኩም ተቀኔለይ ልዕሊ እዚ ዓወት የለን ኣሕዋትና እንኳዕ ብሰላም መጻኹም ህዝቢ ትግራይ ህዝቢ ኤርትራ ንሓምሳ ስሳ ዓመት እናተሸጠ ናብ ድፋዕ ናብ ሞት ካብ ወፃኢ ትምህርቲ ሓሪምዎ ሕዚ እቶም ኤርትራውያን ኣሕዋትና ዝረኽብዋ ነበሩ ትግራይ ዝረኽብዋ ነበሩ ነገር ተጠቓሊላ ናብ ትግራይ ኣትያ ኣላ መምህሮም ኢሳያስ ዝኾኑ ናይ ሕወሓት ሰባት እቶም ኤርትራ ዘሎ ሕማቕ ነገር ክንዲ ዘስተኻኽሉ ህዝቢ ኤርትራ ኣጥፊኦም ህዝቢ ትግራይ የጥፍእዎ ኣለዉ ክንርስዖ ዘይብልና ህዝቢ ኤርትራ ዘጥፈ ኢሳያስ ኣፈወርቂ ጥራሕ ኣይኮነን መራሕቲ ህወሓት ህዝቢ ኤርትራ ናብ ካምፕ ኣእትዮም ናብ ኣውሮፓ ዝሸጥዎ መራሕቲ ህወሓት እዮም ንመለስ ዜናዊ እዮም ሸይጠሞ ስለዚ ኢሳያስ ኣፈወርቅን መራሕቲ ህወሓትን ኩሉ ግዜ መሳርሕቲ መናግድቲ እዮም ህዝቦም ሸይጦም ዘይጸግቡ ኣረመኔታት እዮም ኣብ ዘለና ከዓ ንሕና ናይ ሰላም ሰባት ኢና ህዝብና ሰላም ክረክብ ብሰላም ክኣቲ ብሰላም ክወፍር ኢና ንደሊ ስለ ዝመጻኹም ክብረት ይሃበልና ብጣዕሚ ዘኾርዕ ነገር ክብረት ይሃበልና ልዕሊ እዚ ሰላም የለን ልዕሊ እዚ ክብሪ የለን ክብረት ይሃበልና ኣሕዋተይ የቀኔልና የቀኔልና ቴንክ
እዚ ከምዚ ኢሉ እንከሎ ኣርሚ ሰብዓ ኣብ ሱዳን ዝተፈላለያ ድሮናት ማሪኹ። ኣብ ሱዳን ዝንቀሳቐስ ኣርሚ ሰብዓ ዝተባህለ ወታደራዊ ክፍሊ ኣብ ዝሓለፈ መዓልታት ኣብ ዘካየዶ ስርሒት ብርክት ዝበላ ድሮናት ከም ዝማረኸ ተገሊጹ። ብመሰረት ዝወፀ ቪድዮ እቶም ናይቲ ወታደራዊ ክፍሊ ኣባላት ነተን ተዓሽገን ዝነበራ ድሮናት ካብ ካርቶን ከውጽእወን ከለው ይረኣዩ። እተን ድሮናት ኣብቲ ኣብታ ሃገር ዝካየድ ዘሎ ኲናት ንመጥቃዕቲ ይኹን ንመሰለሊ ስራሕ ክጥቀሙለን ዝጸንሑ ምዃኖም ተሓቢሩ ኣሎ። እዚ ዜና እዚ ብፍላይ ኣብ ማሕበራዊ ሚድያታትን ናይ ዜና ማዕከናት ትግራይን ሰፊሕ ኣቓልቦ ረኺቡ ኣሎ። እተን ድሮናት ዝተማረኻሉ ቦታን ኩነታትን ብዝርዝር ባዕሎም እቶም ተዋጋእቲ ክፍሊ ገሊጾሞ ኣለው። እዚ ስርሒት እዚ ነቲ ኣብቲ ዞባ ዝካየድ ዘሎ ውግእ ብዝተራቐቐ ቴክኖሎጂ ዝተደገፈ ምዃኑ ዘርኢ ኮይኑ፣ ኣርሚ ሰብዓ ድማ ነቲ ብወገን ጸላኢ ክካየድ ዝጸንሐ ናይ ድሮን ስግኣት ንምብርዓን ዝዓለመ ስጉምቲ ምዃኑ ተዓዘብቲ ይገልጹ። ሚኒስትሪ ሕርሻ ኣብ ሽዱሽተ ዞባታት ሃገር ዝተሰርሑ ናይ ፍርቂ ዓመት ንጥፈታት ገምጊሙ። ሚኒስትሪ ሕርሻ ብ16 ሓምለ ብዘካየዶ ኣኼባ፣ ኣብ ሽዱሽተ ዞባታት ኤርትራ ኣብ ዝሓለፈ ሽዱሽተ ኣዋርሕ ዝተሰርሑ ናይ ሕርሻ ንጥፈታት ዝገምገመ ናይ ፍርቂ ዓመት ስራሕ ገምጋም ኣካይዱ። ኣብቲ ኣኼባ ካብ ሽዱሽተ ዞባታት ሃገር ዝቐረቡ ሰፋሕቲ ጸብጻባት ኣብ ዕቀባ ሓመድን ማይን፣ ምህናጽ ዲጋታትን ክልላትን፣ ምስላጥ መስኖን ምጥውዋይ ውሕጅን ዘተኮሩ እዮም ነይሮም። ብተወሳኺ ኣብ ምክልኻል ጥዕና ዘራእትን ከብትን፣ ዕደላ ዝተመሓየሹ ዘርእታት፣ ምፍራይ ኦርጋኒክ ድኹዒ፣ ምምዕባል ኣሕምልትን ፍረታትን፣ ከምኡ'ውን ኣብ ንጥፈታት ምርባሕ ንህቢ ዝተሰርሑ ዕዮታት ብዝርዝር ቀሪቦም። ሓደ ካብቲ ኣብቲ ኣኼባ ዝለዓለ ቆላሕታ ዝተዋህቦ ጉዳይ፣ እቲ ንእሽቶን ምህርቲ ዝህብን ትሕዝቶ ሕርሻ ዝተባህለ መደብ ኣብ ገጠራት ንምዝርጋሕ ዝግበር ዘሎ ጻዕሪ እዩ። ብመሰረት እቲ ጸብጻብ፣ ክስካብ መወዳእታ ሰነ ክልተ ሽሕን ዕስራን ሽዱሽተን፣ ካብተን መደብ ዝተሓንጸጸለን ክልተ ሽሕን ሰለስተን ገጠራት፣ ኣብ ሰማንያን ሰለስተን ሚእታዊት ልዕሊ ሓደ ሽሕን ስሳን ገጠራት፣ እቲ መደብ ብውሑዱ ኣብ ሓደ ቤት ስድራ ተግባራዊ ክኸውን ተኻኢሉ ኣሎ። ሚኒስተር ሕርሻ ኣቶ ረፋይነ በርሀ ኣብቲ ኣኼባ ኣብ ዘስመዖ ቃል፣ ዕቀባ ሓመድን ማይን መሰረት ናይ ኩሉ ሕርሻዊ ምዕባለ ምዃኑ ኣገንዚቡ። እዚ መደብ'ዚ ዝለዓለ ውጽኢት ንምምዝጋብ፣ ጽኑዕ ክትትልን ቁጽጽርን ከምዘድልዮ ድማ ኣስሚርሉ። ሚኒስተር ኣረፋይነ ኣብ መወዳእታ፣ እቲ ቀንዲ ዕላማ ናይዚ ኩሉ ጻዕርታት፣ ነብሲ ወከፍ ስድራቤት ተረቢሓትሉ፣ ንኹሉ ዝበቅዕ ውሑስን ሃብታም ስነ-ምግብን ዘለዎ ምግቢ ንምርግጋጽ ምዃኑ ገሊጹ። ሄኖክ ሙሉብርሃን ኣብ ዙር ሻንግሃይ ዕስራ ዕስራን ሽዱሽተን ቀጠልያ ማልያ ብምዕዋት ታሪክ ሰሪሑ። እቲ ንሸሞንተ መዓልትታት ኣብ ሃገረ ቻይና ክካየድ ዝቐነየ ዝለዓለ ደረጃ ዘለዎ ኣህጉራዊ ውድድር ቅድድም ብሽክሌታ ዙር ማግኒፊሸንት ሻንግሃይ፣ ሎሚ ቀዳም ዓሰርተ ሸሞንተ ሓምለ ተዛዚሙ ኣብዚ ውድድር እዚ'ቲ ንጋንታ ኣስታና ወኪሉ ዝተሳተፈ ንፉዕ ኤርትራዊ ተቐዳዳማይ ሄኖክ ሙሉብርሃን ድሙቕ ዓወት ብምምዝጋብ ንሃገሩን ንጋንትኡን ዓብዪ ክብሪ ኣመዝጊቡ ኣሎ። ሄኖክ ሙሉብርሃን ካብ መጀመርታ እቲ ውድድር ጀሚሩ ብዘርኣዮ ዘይሕለል ጻዕርን ብቕዓት ምጉያይ ንብሉጽ ተቐዳዳማይ ብነጥቢ ዝወሃብ ቀጠልያ ማልያ ብምዕዋት ቀዳማይ ደረጃ ሒዙ ዛዚሙ። እዚ ዓወት እዚ ሄኖክ ኣብ ኩለን መድረኻት ነጥቢ ኣብ ምእካብ ዝነበሮ ስልታዊ ብቕዓት ዘርኢ'ዩ። ሄኖክ ኣብታ ናይ ነጥቢ ማልያ ጥራሕ ኣይተሓፀረን። ኣብቲ ኣዝዩ በዳሂ ዝኾነ ናይ ዓቐበት መድረኻት እውን ካብቶም ዝበለፁ ተቐዳደምቲ ሓደ ብምዃን ንብሉፅ ሓዃራይ ኣብ ዝወሃብ ደረጃ ሳልሳይ ብምውፃእ ኣብ ፖድዩም ተሰቒሉ ኣሎ። ብተወሳኺ ኣብቲ ኩሉ ተቐዳዳማይ ዝምነዮ ናይ ሓፈሻዊ ድምር ግዜ ወይ ብልጫ ማልያ እውን ምስቶም ሓያላት ተቐዳደምቲ ዓለም ብማዕረ ተወዳዲሩ ሳልሳይ ደረጃ ብምሓዝ ውድድሩ ብዓወት ዛዚሙ። እዚ ናይ ሎሚ ዓወት ሄኖክ ሙሉብርሃን ንኤርትራውያን ተቐዳደምቲ ኣብ ዓለም ለኻዊ መድረኽ ዘለዎም ናይ ምዕዋት ዓቕሚ ዳግማይ ዘረጋገጸ እዩ። ሄኖክ ኣብ ሓደ ውድድር ኣብ ሰለስተ ዝተፈላለዩ ዓበይቲ ዓውድታት ማለት ነጥቢ፣ ዓቐበት፣ ግዜ ኣብ ቅድሚት ተሰሪዑ ምውጽኡ ንሱ ሓደ ካብቶም ሙሉእ ብቕዓት ዘለዎም ተቐዳደምቲ ምዃኑ ዘመስከረ እዩ።